ናይ ሎሚ ኣርእስትና ጽቡቅ ሓሳብ እዩ ድብል ናብኣ እየ ክመጽእ ዝደሊ ናይ ሎሚ ኣርእስትና ኣብ ኣእምርኡ ዝተሳዕረ ሰብ ናይቲ ዓወት ዋንጫ ኣብ ኢዱ እናሃለወ ኣይስዕርን እዩ እንታይ ኢለ ኣብ ኣእምርኡ ዝተሳዕረ ሰብ ኣብ ኢዱ ናይቲ ዓወት ዋንጫ ፓስት እኳ እዩ እቲ ግጥም እቲ ውግእ ተወዲኡስ ዋንጫ ኣብ ኢዱ ከሎስ ኣይስዕርን እዩ ኣእምሮ ክብል ከለኹ ድማ ኣብ ሓሳቡ ዝተሳዕረ ሰብ ናይቲ ዓወት ዋንጫ ኣብ ኢዱ ከሎ ኣይስዕርን እዩ። ክስዕር ኣይክእልን እዩ። ሕጂ ቅዱሳን ኣሕዋተይ ብብዙሕ ኣኽብሮት፣ ብትሕትና፣ ብፍቕሪ፣ ጸሎት ዘለዎ ኣብ ኣተሓሳስባና ኣናብስ ክንከውን ኣንበሳ ክትኮኑ ኣንበሳ ክትኮኒ እየ ዝደሊ። ናይዚ ናይዚ ናይዚ ንመሃረሉ ዕላማ የሱስ እኮ ነቲ ዝወደቐ ሰብ ከውድቖ ኢሉ ኣይመጸን። ጸጋ ዝተገልጸ እኮ ንንግስነት እዩ። ጸጋ ዝገለጸ እኮ ንኽብሪ እዩ ንዓወት እኳ እዩ። ዓለም ብዓይኒ የሱስ ክትረኣ ከላ የሱስ ክመጽእ ከሎ እኮ ንድኻታት ከበስሮም ስለ ዝቐብኣኒ እዩ ድብል። ዓለም ምስ ሃብታማቶም፣ ምስ ወርቆም፣ ምስ ዘይቶም፣ ምስ ነዳዲኦም፣ ምስ ጽባቄኦም፣ ምስ ገንዘቦም፣ ምስ ባንኮም፣ ምስ ገለ መሊኦም ድኻ እዩ ድብል። የሱስ ክመጽእ ከሎ ጉሁያት፣ ሕዙናት፣ እሱራት፣ ድኻታት ነዚኦም ከበስር ልኣኸኒ እዩ ድብል። ብናይ ዓለም ሚኒኮሎ ንዓለም ሪኢናያሰ ዓባይኣ ገለመለ ከይትብሉ ሰብ እኮ ከም እንስሳ እዩ ደሎ ኢሂ ተተባህለሲ ኣምላኽ ኣልቦ ሰብ ንምንታይ ፓላሶ ኣብ ውሽጢ ሓንጎሉ ይኹን ዋላ ብደገ ብፓላሶ ደይንዓብጦ ዋላ ሓንቲ ድኻ እዩ መድሓኒ የድልዮ ጉሁይ እዩ መድሓኒ የድልዮ የሱስ ክመጽእ ከሎሲ ዝመጸሉ ምኽንያት ከዛውረና ገለ ኣይኮነን መጺኡ ነነነነነ ብመንፈስ ጉሁያት ድኻታት ኣብ ማእሰርቲ ደለዉ ኣብ ጸልማት ዘለዉ ብስራት ክነግሮም መንፈስ እግዚኣብሔር ኣብ ልዕለይ ኢሉ። ኣብ ሓሳብና እንተ ተሳዒርና ዋላ እቲ የሱስ ዝተዓወቶ ዓወት ወዲእዎ ከሎ ኣብ ኢድና ከኣ ኣረኪቡና ከሎስ ዘይስዕሩ ሰባት ኮይንና ወይ ዝተሳዕሩ ሰባት ኮይንና ኢና ንነብር። ስለዚ ናብ ናይ ሎሚ ኣርእስተይ ይዘልል እየ ደለኹ ግና ምስራሕ ግምቢ ድሌትና ይኹን ዶ ብሩኻት ብሱል ድሌት ነባሪ ድሌት እዚ ኣባኹም ክነቓቓሕ ይደሊ ትወንቲ ትወንቲ ፋይቭ ትሓልፍ ኣላ ናይዛ ሴሽን መወዳእታ ኣብዛ ዲሰምበር መወዳእታ ኢና ንገብረሉ ንፕላኒንግ መወዳእታ ክንገብረሉ ኢና ምክንያቱ ነታ ትመፅእ ዘላ ዓመት ሲ ኣብ መወዳእታ ኣብ ነፍሲ ወከፍ ክሪኦ ድደልዮ ነገር እንታይ መሲልኩም ምስ መንፈስ ቅዱስ ኮይነ እወ ግምቢ ክሰርሕ እየ ገዛ ክሰርሕ እየ ክምርዖ እየ ደቀይ ኣብ ራህዋ ከእትዎም እየ ፋይናንሻሊ ኣብቲ ዝበለጸ ብሬክስ ዋ ንምድላይ እኮ ዋላ ሓንቲ ፍቃድካ ምርጫኻ እኳ ኣይድሕተት ዘሎ ንምንታይ ኢና ብዕዳ ክሓልፋ እየ ንብል ንምንታይ ኣባይ እኳ ኣይሰርሕን እየ ንብል ንምንታይ ኢና ሓንቲ እያ እታ መልሲ ደላትኒ ብዙሕ እንተታት ምጠቐስኩ ግን ኣብ ሓሳብና ወይ ኣብ ኣእምሮና ስለ ዝተሰዓርና እዩ ስለዚ ናይ ሎሚ ኣርስትና ጽቡቕ ሓሳብ እዩ ድብል ጽቡቕ ሓሳብ ሕጂ ጥቕሲ ከንብብ እየ ጀሚርናዮ እቲ እቲ እቲ ናይ ሎሚ ናይ ሎሚ ኣርስትና ሉቃስ ዓሰርተ ኣርባዕተ ምዕራፍ ኣብ ሓንቲ ጥቕሲ ኢና ደለና መወዳእታ ክውድእ ከለኹ ፕሮሚስ ሚ ጽጽይ ዝበለ መደብ ኣብ ሂወተይ ተዓዊተሉ ክንራኸብ ኢና በሉኒ እስኪ በሉኒ እስኪ ይዘረብ ብኣፍካ ብምዝራብ እዩ ዝጅምር። ፁፁይ መደብ እወ ሃሌሉያ ኣነ ውን ከማኩም። ሉቃስ ዓሰርተ ኣርባዕተ ካብ ዕስራን ሸሞንተን ካባኻትኩም ከ ምስራሕ ግንቢ ዝደሊ እሞ መሰረት ምስ ሰረተ ምውድኡ እንተ ሰኣነ ዝረኣይዎ ኩሎም እዚ ሰብኣይ እዚ ምንዳቕ ጀሚሩስ ምውድኡ ስኢኑ ኢሎም ምእንቲ ከላግጹሉ ከይጅምሩ ንመወዲኡ ንመወዲኡ ዝኣኽሎ ገንዘብ እንተለዎ ቅድም ተቐሚጡ ዘይጽብጽብ እንታዋይ እዩ? ወይስ ኣየናይ ንጉስ እዩ ምስ ካልእ ንጉስ ክዋጋእ ዝኸይድ እሞ ነቲ ብኽልተ እልፊ ዝመጾስ ብእልፊ ክገጥመሉ ዝኽእል እንተኾይኑ ተቐሚጡ ቅድም ዘይመክር? እንተዘይኮነስ ገና ካብ ርሑቕ ከሎ ልኡኻት ናብኡ ልኢኹ ዕርቂ ይልምኖ? ስለዚ ቀዳመይቲ ዝተመሃርናያ ኣርእስቲ ተቐሚጥካ ምጽብጻብ ክልተ ቃላት እየን ደለዋ፣ ምቕማጥን ምጽብጻብን። ምቕማጥ ኮፍ ምባል ማለት እዩ። ምጽብጻብ ምሕሳብ ማለት እዩ። ናይ ሎሚ ኣርእስትና ጽቡቕ ኣተሓሳስባ ወይ ጽቡቕ ሓሳብ እዩ ዝብል። ስለዚ ምስ ተቐመጥካ፣ ኮፍ ምስ በልካ፣ ነቲ ኣብ ኣእምሮኻ ዘሎ ትሪኦ ዘለኻ ክትሰርሖ ትደልዮ ዘለኻ ግምቢ ኮፍ ምስ በልካ ምስቲ ኣብ ሓሳብ ዘሎ ናትካ ድልየትን ኣብ ክውንነት ዘሎ ርያሊቲ ናይ መጠን ዘለካ ገንዘብን ክትዓርቆም ኣለካ። ኮፍ ምስ በልካ ጥራይ ድካን እናጎየኻ ዝህነጽ ነገር የለን፣ እናጎየኻ ዝጽብጸብ ነገር የለን፣ እናጎየኻ ዝሕሰብ ነገር የለን፣ ኮፍ ኢልካ እዩ ድሕሰብ። ስለዚ ኮፍ ኢልካ ምስ ሓሰብካ ዓሚ እንታይ ገይረ እንታይ ከሲረ ንጽባሕከ እንታይ ክኸስብ ይኽእል ኮፍ ምባል ይደሊ መቐማጥን ምጽብጻብን ስለዚ እቲ ምሕሳብ ድማ ኣብ ክልተ ይኽፈል ጉጉይ ኣተሓሳስባ ኣሎ ዘይቁኑዕ ኣተሓሳስባ ወይ ድማ ማለተይ እቲ ሓደ ድማ እንታይ እዩ ቁኑዕ ኣተሓሳስባ ከመይ ማለት መሲልኩም ኣነ ውግእ ኣይድግፍን እንዴ ግን የሱስ ስለ ዝጠቀሶ ክንመሃር ን ትምህርቲ እየ ድጠቅሶ ውግእ ከም ኣርስቲ ከይትቆጽርዎ ንባእሲ ዝኮን ግዜ የብለይን ግዜ ኣይሃልኹም። እቲ ተቀሚጡ ዝሓስብ ዘሎ ለባም ሰብ እንታይ ድገብር ዘሎ የብለይን ገንዘብ ግን ክሰርሖ እኽእል እየ ኢሉ እንድሕር ተበጊሱ ጉጉይ ኣተሓሳስባ እዩ ድበሃል ኣብ ኣእምርኡ ተሳዒሩ እዩ ደሎ ክኸይድ ይኽእል ኣሎ እኮ ክሰርሕ እየ ገለመለ ትብል ሓፍሓፍ ሓፍሓፍ ትብል ዓፍዓፍ ትብል ጋዝ ኣላ ኣብ ባይታ ግን ምንም ክገብር ኣይክእልን እዩ። የብሉን ገንዘብ እቲ ብሓሳቡ ዘሎ ድልየት ናይ ግምቢ ምስራሕ ምስቲ ኣብ ርያሊቲ ዘሎ ክውንነት ናይ ዓቕሙ ክዓርቆ ኣለዎ እዚ ኣተሓሳስባ እዚ ቁኑዕ ኣተሓሳስባ ይበሃል ሚእቲ ሽሕ ይደለኒ ብሚእቲ ሽሕ ገዛ ክሰርሕ ኣይክእልን እየ ሓደ ሚልየን እዩ ደድልየኒ ስለዚ ግምቢ ምስራሕ ኣይኮንኩን ዝጅምር መደበይ ይቕይሮ ስርዝ ስርዝ ኣቢለ ድምስስ ድምስስ ኣቢለ ኣብ ሓንቲ ዓመት ሚእቲ ሽሕ ሰሪሐ ጸቡቅ ዓሰርተ ዓመት የድልየኒ ሓደ ሚልዮን ክገብሮ ስለዚ ሚልዮን ዓሰርተ ዓመት ንዓሰርተ ዓመት ዲሲፕሊን የድልየኒ ምሕሻሽ ደይብላ ሚእቲ ሽሕ እናቁጠብካ ምካድ ይብል ብዘይ ዲሲፕሊን ናብቲ ትደልዮ ዓወት ምብጻሕ ስለ ዘይካኣል ስለዚ ቁኑዕ ኣታሓሳስባ ይባሃል እዚ ንጉስ ትከውን እ ክዋጋእ ደልየ እረ ዝባን ሕጊ በጃካ ውጋእ ኣይትድለ ዝብል ምካር የድልዮ መን እዩ ተቐሚጡ ቅድም ዘይመክር ምሽ ይብል እቶም ዘማኽሩኻ ሰባት ሎያል እንተዘይኮይኖም ብግዲ ክትወድቕ ኢኻ ስለዚ መን ኣብ ዙርያኻ ኣሎ ኣገዳሲ እዩ ብሩኻት ጎይታ እዚኣ ውን ድልየት እኳ ይምህር ኣለኹ ምሽ ጽቡቕ ፍልጠት ትማቀሉ ኣለኹም ኣብ ዙርያይ ዘለዉ ሰባት እቶም ክዕወት ድገብሩኒ ክኾኑሲ ንዓይ ውን ለውጠኒ ነቶም ምሳይ ኣብ ዙርያይ ዘለዉ ውን ንለዋወጥ እምበር እቶም ማእኸልቲ ናተይ ሪለሽንሽፕ ንኸውድቐኒ ኢለ ምምሕዝዛው ታይ ይገብረለይ መብዛሕትና ተመሓዛዚናዮም ዘለና ብፍላይ ኣብ ደቅኹም ቆልዑት ዘለውኹም ሰባት ኣቕልቡላ እዛ ዘረባ። ሕማቕ ዕርክነት ንጽቡቕ ልማድ የጥፍኦ እዩ ዝብል መጽሓፍ ቅዱስ እምበር ጽቡቕ ዕርክነት ንሕማቕ ልማድ ይልውጦ እዩ ዝብል የለን። ኣይተጻሕፈን። ስለዚ ንሓደ ብሩኽ እዩ ጎይታ ምቕባል እዩ ዝተርፎ እምበር በቃ ኣነ መሓዛይ ክገብሮ እየ ኽ- ክልወጥ እዩ ዋእ ክልውጠካ እዩ ክልውጠኪ እዩ ዋላ ሓንቲ ከመይ ኩፉ እዩ ድጸሉ እኳ እዩ ድብል ደሎ ጹቡቅ ኣይጸሉን እዩ ኩፉ እዩ ድጸሉ ምሕዝነት እንተ ገርካ ምስ ኩፉ ኣይትማሓዛዞ ኽልክመካ እዩ ኣነ ኑፊዔ ጎይታ ክሕልወኒ እዩ ኖኖኖ ኣይሕልወካን እዩ ጹሑፍ እንድዩ ሕማቅ ዕርክነት ነቲ ጹቡቅ ልማድ የጥፍኦ እዩ በቃ የጥፍኦ እዩ ስለዚ እንድሕር ክትጸልዎ ደሊካ እንታይ እያ ትገብር ዓርከይ ኣይትኸውንን ኢኻ ኣልግስ ኣብ ማዕዶ ከሎ ስማዕ ኣገባብ ግበረሉ ሂወትካ እወ ማሓዛይ እንድየ ክትኮን ደልየ የለን ኣነ ምሳካ ማሓዛይ ክከውን እየ ህይ ክትልክመኒ እወ ሕማያ ጸግዕካ ትብሎ ብሩሑቅ ትነግ ወንጌል ክነግሮም ኢለ እኳ እየ ዝማሓዛዘቦም ዘሎ ግደፍ ግደፍ ግደፍ ግደፍ ግደፍ ኣብ ባባ ሻውል ክምስክር ኢሉ ከይዱ ይባሃል ሓደ መስኪሮምሉ መስኪሮምሉ በቃ ብለይቲ እየ ምስክር ወንጌል ጽቡቅ መስክር መስክር ከመይ ኣታ ርክብ እዩ ምሕዝነት ድዩ ወይስ ብቕቡል ርሕቐት ምሕዝነት ቅርርብ ማለት እንድዩ። ዳርባ እምኒ ዝኣክል ርሒቑ ዝብል ጽሑፍ ዶ ኣንቢብኩም ኣለኹም? ከይፈግኡዎ እንኮሎ ኣይጓዩ። እንድሕር ሓደ ጽሉል ደርብዩ ድፈግኣካ ኮይኑ ቅቡል ርሕቐት ኣይነበረካን መን ተቐራረብ ኢልካየ ድብል ኣነ። ኣነ እንተኾይነ። Anyway ቅኑዕ ኣተሓሳስባ እየ ድዛረብ ደለኹ። ነቲ ክውንነት ናይ ህይወትካሲ ምስቲ ኣብ ኣኣእምሮኻ ደሎ ስእሊ ኣነሲ ዓሰርተ ፕያኖ ክሰርሕ እየ እንተልኩምኒ ሚእቲ ሽሕ ጥራይ እንተሊኩም ኣይትሰርሕዎን ኢኩም ትድልየት ምህላው ጽቡቅ ራይት ብእምነት ክሰርሖ እየ ግደፍ ኣነ ናይ እምነት ሰብ እንዴ ናይ እምነት ሰብ እንዴ ድምህር ደለኩ እምነት ኣለኒ ድብለኒ ሰብ ቅድምቲ እምነትካ ሰልዲ ምምጻእ የስርሕ ኣለኹም ዶ ምሳይ? ክምርዖ ደልየ ይብለኒ ሓደ ሰብ ግን ገንዘብ የብለይ ቅድም እምነትካ ብእምነት ቅድሚ ምምርዓውካ ገንዘብ ምምጻእ ተለማመደሉ ይከኣል እኳ እዩ ኣነ እኮ ተለማሚደ እየ ይዝከረኒ ሓደ ጽቡቅ ግዜ ነይሩ በዓል ጓል ገብረ ሳዋ ዝወረዳሉ ግዜ ሲ ኣታ ጎይታ ብዙሕ ሰልዲ ይነበረንን ኣይፈልጥን እየ ሰልዲ እዛ ዓባይ ሰብ ብቅድሚ ሓደ ብሩኽ ሰብኣይ ደላ ብቅድሚ እሰይ ደላ ዓባይ ሰብ ብድሕሪ ሓደ ብሩኽ ሰብኣይ ገ ኖ ኖ ኖ ብቕድሚት እያ ደላ ብቕድሚት ብቕድሚት ደላ እወ ብቕድሚት ዘላ ሕጂ እተን ሓምሳን ቅርሺ ገለ ጸልየስ ሂብኒ ጎይታ ጸልየ ሰልዲ መጽዩ እንታይ ጌርካዮ በሉኒ ንኣምላኽ ሰናዩ ሰናይ ኢልና ክንዝምረሉ ንደሊ ኢና እወ ኣምላኽ እኮ ሰናይነት ከማቐለና ኢሉ ስለዚ ኣብ ኣእምርኡ ብሰናይ ነገር ድተተኮሰ ሰብ እዩ መክሰል ዝገበረ ሊደር ብኣይ ሰናይ ነገር መሊእዎስ በፍንጭኡ ሰናይ ብእዝኑ ሰናይ ብኣፉ ሰናይ ብኹሉ ነ መውጽኢኡ ሰናይ ዚ- ዝፈስስ ሰብ ማለት እዩ። እዘን ሚእትን ሓምሳን እርይ ቁጽር ኣቢለ ፖስጣ ኣትየ እ፣ ሰሰለስተ ቅርሺ እየ ገይሩ የዝከረኒ ሓምሳ ሰብ እቶም ድፈልጦም ሰባት ሓንቲ ጓል ገብረላ ትወድዩ ካልኦት መን ክብሎም ኣታ መሓዛ ኣለካ ዶ እብሎ እወ ኣለኒ መን ትበሃል ክስቶ ክስቶ ጸሓፎ መሓዛ ኣለኪ ድዩ ኣብ ሳዋ እወ ጸሓፎ ሳንድያጎ ኮንፈረንስ ነይሩ ኣብዚ ቀረባ ግዜ ከይደ ሃሩር ኮይኑኒስ በቲ ክሽነ ተወጻኹስ ሓደ ክዳን ተኸድና ናይ ሳንድያጎ ብሩኻት ነይረ ደሓር እሰይ እሰይ እናበላኒ ሕልፍ ሕልፍ ኢለ ወጽየ ከምዚ ብማእኸለን ሓሊፈ ደሓር ሓንቲ እሰይ ዲኻ እሰይ ዲኻ እናበለት ስዒባትኒ ኣነ ከኣ ዩዥዋሊ ሰባት ይጻወቱ ኣለዉ ገለ እየ ድሓስብ መጀመርያ ጸወታ ኣይድረኣየኒ እምበር እሰይ እሰይ ዲኻ ድብለንስ መን ደኣ እሞ ይብሉኒ እንድዮም ደለዉ ምሽዶ ደሓር ኖኖ እሰይ ዲኻ ትብል ኣነ ዶ እወ ይሕመ ይሕመ እብላ ኖኖ ኣነ ናይ ብሓቂ እስኻ ዲኻ እሰይ ማለት ንለቲና ትፈልጣ ዶ ግለ እወ ፈልጣ ህ እ ኣብ ኣብ ሳዋ ከለኹስ ደብዳቤ ጽሒፍካለይ ነርካ ንዓኺ እወ እ ከመይ ገለ መድራስ እቲ ደብዳቤ ከምዚ ሰልዲ ዝነበሮ ኣ እወ እ ንርእስኺ ኢኺ እወ ዋይ ንዒ ሓንፈጽ ዝመስሉ ቆልዑት ወሊዳ ሰብኣያ ለሚሽ ጸጉሩ ፈረንጂ ቆልዑት ሓበሻሲ እውይ ኢኻ ትብል ነቶም ሰብ ሓዳር ምስ ራኸዮም እውይ ጎልኣት እዩ ዝሰብኣይ ጻዕዱ ጻዕዱ እያ ወሊዳ ክልቲኦም ሓበሻስ ጻዕዱ ወሊዶም ከመይ ድበሉ ኢኻ ትብል ጨጉሮም ለምሽ ገጾም ቀይሕ ዝኾነ ኮይኑ እንታይ ክብል ኢለ መስለኩም ጽቡቕ ብምሕሳብ ኣብ ሳንዲያጎ ሓንቲ ብርኽቲ ትጸንሓኒ እያ ኢለስ መዓስ ሓሲበዮ ሚእትን ሓምሳን ኣብ እንዳ ዓለምጾ ሽዱሽተ ግዜ መብልዓትኒ ትኹን ብብዒ ስራ ክንደይ ኢደኹን እወ እወ እቲ ቅልጽም ስጋ ዓጽሚ ድፈቱ ዝህብ እዩ ብንእሽተይ እዩ ኩሉ ነገር ዘርኢ ንእሽተ ስለ ዝኮነ ቆልዓ ውልድ ምስ በለ ውልድ ምስ በለ ነግራም ወለዲ እንተለዎስ እስኻ ኣምላኽ ተራብሑ ኢሉ እዩ ግን እስኻ መራብሒ የብልካን ተዝብልዎሲ ክዓቢ ከሎ እንታይ ድገብር ይመስለኩም ከይፈለጦ ክኣርግ እዩ ንበይኑ መራብሒ ኣይ እስኻ ዘይራባሕ ኢኻ እንተዝብልዎ ኤህ ኩፉእ ዶ ሓሲበ እቅሬታ ኩፉእ ይሕስበኩም ኣለኩ ግን ክትፈልጥዎ ድደልዮ ነገር ኣምላክ እኮ ንሰብ ዘርኢ ዝባሃል ነገር ዝገበረሉ ሲ ከይተወልደ እኳ እዩ ከይተወልደ ንሕና ከ ዓቢናስ የብልካን ክንብሎ ንደሊ ኣይ ኖው ክርዳእኩም ስለ ዝደሊ እዩ እቲ ሓቂ ዝዛረበሉ ዘለኩ የብለይ ናይ ዋጻ እና ን ኣምላክ መዓስ ሕጂ ሃይስኩል ወዲኡ ሕጂ ድዩ ሃይስኩል ድውድእ ዘሎ ንሕና ምስ ነቃሕናስ ብድሕሬና ይድነቅሕ ደሎ ከይመጻ ከኣ ከልካ ባጀት እዙዝ እቲ ዘድልየካ ነገር ኣብ ውሽጥካ ኣሎ እቲ ብደገ ዘድልየካ ቀደም ኣዳልዎ እቶም ንግሆ ንግሆ ዝመርሁና ዝምህሩና ከኣ ዋላ ሓንቲ የብልካን ስቅ ኢልካ ኮፈል ርያሊቲካ ፍቀዶ ኣይትሰርሕን ኢካ ኣይትክእልን ኢካ ኣይትረብሕን ኢካ ክብሉካ ይፍትኑ ኖኖ እዚ እምቢ ጥራይ መልሱ ምርዳእ እውን ኣየድልን እዩ ኣነ ኩቡር ነገር ካብ ላዕሊ ድተቀበለ ሰብ እየ ንስኪ ከምኡ ንስካ ከምኡ ነፍሲ ወከፍ ሰብ ኣብ ጎይታ ደየለ ሰብ እውን እንተልዩ ቸክ ግበር ኣምላክ ኣብ ውሽጥካ ደቀመጦ ነገር ሃገር ድጸሉ እዩ ኣይፈለጥካን ማለት ወይ ርጉማት ሰባት ገጢሞምካ ኣይትረብሕን ኢሎምካ ማለት የብልካን ማለት ስለ ዘይኮነ እሱ መፍቶ ጸላኢ እዩ ትተሓሳስባቲ መፍቶ ጸላኢ እዩ ስለዚ ኣተሓሳስባ ኣብ ክልተ ይምቀል ቁኑዕ ኣተሓሳስባ ኣሎ ዘይ ቁኑዕ ኣተሓሳስባ ኣሎ ብእምነት ንዝብለኒ ሰብ ከረድእ ኢለ እየ እዚ ኩሉ ግዒዘ ብእምነት ተን ቀዳሞት ስጉምቲ ምስጓም ተኺኢልካ እቲ ዝተረፈ ስጉምቲ ቀሊል እዩ። ነተን ቀዳሞት ከይሰጎምካለን ብእምነት ካልእ ዓይነት ስጉምቲ ክዘልል እየ እንተልካ ግን ኣይትዘልልን ኢኻ። ከምኡ ዝበሃል ነገር የለን ከመይ ጌረ እሞ ከረድኣኩም እየ i hope ትውክልተይ ኣብ መንፈስ ቅዱስ እዩ ዝተርፍ ነገር ይህበኩም እሞ ጽቡቅ ኣይትድለዩ ከም ዝበለ ይስማዕ ኖ ኖ ምድላይ መሰልካ እዩ እንታይ ጸገም ኣሎ ምስ ክውንነት ናትካ ዝዓርቆ ነገር ቁኑዕ ኣተሓሳስባ ይበሃል ኣነ ግን ቁኑዕ ኣተሓሳስባ ኣይኮንኩን ክሰብኽ መጽየ ወይ እቲ ዝምህሮ ዘለኹ ጹቡቅ ኣተሓሳስባ እየ ክዛረብ ሕጂ ክነባርዖ ኢና ክብድ ክብድ ዝበለ ሓቂ ይዘረብ ዶ ኣብታ ቁኑዕ ኣተሓሳስባ ክልተ ነገር ኣለዋ እወታውን ኣሉታውን ኩውንነት ክትሰምዕ የድልየካ እዩ ሓምሳ ሽሕ ይጎድለካ እዩ እንተተባሂልካሲ ክሰምዖ ኣይደልን እየ ክሰምዖ ኣይደልን እየ ኖኖኖኖኖ ቁኑዕ ኣተሓሳስባ ክንደይ ይደለካ ሓሙሽተ ሚእቲ ሽሕ ክንደይ ይተርፈኒ ኣሎ ሓምሳ ሽሕ ጽቡቅ ቅኑዕ ኣተሓሳስባ ኣለካ ነዚ ከመይ ጌርካ ትሰግሮ ጽቡቅ ኣተሓሳስባ ምስ ተምዕብል እዩ ጽቡቅ ኣተሓሳስባ ከኣ እለን ቅነ ምስ ሓደ ብሩክ ሰብ ዝዛረብ ነይረ ሴቭ ክንገብር ኣለና ሴቭ ክንገብር ኣለና ኣቶም ሰባት ኣይተጨንቁን ኢልዮም ሴቭ ምግባር ዝከኣል ነይሩ ተዝኾን እዚ ኩሉ ሰብ እንዳካዝና መውዓሎ ነይሩ ኩሉ ሰብ የብሉን መጀመርያ ክንገሮ ዘሎ ከምዚ ሕጂ ዝብለኩም ቃላትና ክቕየር ኣለዎ። ከምቲ ዓለም ትሓስቦ ክንሓስብ ኣየድልየናን። ካልእ ኣታውታት ወስ ተወሳኺ ኣታውታት ከመይ ጌርካ ትገብር ከማቕለካ ዶ ክንበሃል ይደለና። ሽዑ ሴቭ ክገብር እዩ። ዘይብሉ ገንዘብ ካበይ ኣምጺኡ ዩ ሴቭ ዝገብር። ቁጠባ ቁጠባ ቁጠባ ቁጠባ ዋላ ሓንቲ። ዝብላዕ ዘይብሉ እንተቆጠበ እንታይ ይዓብስ። እም ኢልና ዲና ክንቁጥበላ ንዛ ዓለም? ዮሴፍ እንድዩ ናይ ቁጠባ መምህር። ሸውዓተ ዓመት ብጽጋብ በፍንጭኦም ቲዕ ቲዕ ምስ ኣበሎም እዩ ናይ ቁጠባ ቪዥነር ኣምጺኡ ናብታ ከተማ። ብጥሙይ ነገሮም እንታይ ክቁጥቡ? ኣብ ግዜ ጽጋብ ዝተኣከበ እዩ። ኣለኹም ዶ? ኣብ ግዜ ጽጋብ እንድሕር ዘይትቁጥብ ኮንካ ግን ዕስራ ግዜ ዓሻ ኢኻ። ንዮሴፍ ኣይትፈልጥ፣ ታሪኹ ኣይትፈልጥ፣ መንፈስ ኣምላኽ ዝብለካ ኣይትፈልጥ፣ ልቢ ዘይብሉ ኢኻ ማለት እዩ። ሕጂ ቅኑዕ ኣተሓሳስባ ዘለዎ ሰብ ክልቲኡ እዩ ዝሰምዕ። ኣሉታውን ኣወንታውን ይሰምዕ መብዛሕትና ናይ ምስማዕ ፕሮብለም እንዲ ደለና ኣይንሰምዕን ስለ ዝኾንና ኣነ ዝበልክዎ ጥራይ ኣን ዋ ስምዑኒ እቲ ንጉስ ሲ ቅድም ተቀሚጡ ዘይመክር እዩ ምሽ ድብል ተቀሚጡ ቅድም ዘይመክር ይቅሬታ ኣብታ ግንቢ ምስራሕ ቅድም ምቅማጥ እያ ትብል ኣብታ ከም ንጉስ ኮንካ ናብ ውግእ ምካ ግን ቅድም ተቀሚጡ ቅድም ዘይመክር እታ ምቅማጥ ኣላ ኣይተንቀሳቀሰን ንጉስ ዝጎይ ስለ ደይኮነ ግን እታ ምምካር ቅድም እያ ትከውን ውግእ ኣይኮነትን ቅድም ትከውን ተቀሚጡ ቅድም ዘይመክር እዩ ስለዚ እታ እታ ቅድም ምምካር ክትፍጠር ከላ ክትመጽእ ከላ ደስ ደይብለካ ክትሰምዕ ሲ ክኣል እምበር ሱኳይ ብሱል ድሌት ደለዎ ሰብ ነዚ ውግእ ኣይትዕወተሉን ኢኻ ዝብለካ ሰብ ክዛረብ ከማኸረካ ከሎ ስለምንታይ ትብል ምሕራቅ ኣየድልን እዩ ዝኾነት ኣሉታዊ ሓሳብ ስለ ዝመጸት ብረት ምልዓል በቃ ዘራፍ ቱታ ቀደም ብጭማራ ብዋልታ ሕጂ ብሳንጃ ብጠበንጃ ዘብል የብልናን ሓንቲ ነገር ከመይ ኣኢሉ ስለ ዝሓተተ ሰብሲ ብረት ነልዕል ነነነነነ ን ንጉስ እንድዩ ይሰምዕ ኣብ ሂወቱ ተግሳጽ ዝሰምዕ ሰብ ጥበበኛ ዩ ኣሉታዊ ኢንፎርሜሽን ክሰምዕ ዝክእል ሰብ ጥበበኛ ዩ ናባይ ተግሳስ እንተምጺኩም እዚ ከተዕሪ ኣለካ እንተልኩምኒ ድራር እየ ዘድርረኩም ቆይቓ የለን ጽን ኢልካ ከኣ ኢድ ስማዕ ቦሎ በቃ ግድን ልክዕ ከይትኮኑ ትክእሉ ኢኩም ግን ኣይጸበንን ዩ ንምስማዕ ታይ ጸገም ኣሎ ልክዕ እንተኮንኩም ሮጎደ እንተ ደይኮንኩም ውን ክትድረሩ ኢኹም ኣብ ቤት ኣብ ዘዊ ኣባና ከምኡ እየ ድብል ተግሳጽ ኣምጽኡ ክትድረሩ ኢኹም በቃ ኣነ ከኣ ሰምዕ ናብ ኣተሓሳስባታት ክመጽእ እደሊ ኣለኹ ሰለስተ ነግራም ዝኾነ ኣዝዩ ኣዝዩ ኣዝዩ ክንሰምዖ ዝግብኣና ኣተሓሳስባታት ክጠቅስ እየ። ጽቡቕ ኣተሓሳስባ እየ ድዛረብ ዘለኹ እቲ ግምቢ ክሰርሕ ዝደሊ ሰብሲ ጽቡቕ ኣተሓሳስባ ክህልዎ ከሎ ከመይ ይሓስብ ናባኹም ክገድፎ እየ ነቲ ጽቡቕ ምሕሳብ ዘይጽቡቕ ክሓስብ ከለኹ ግን ክሓስብ ከሎ ግን ሎሚ ከነልዕሎ ኢና። ናይ ኣንበጣ ኣተሓሳስባ ሰሚዕኩም ዶ ትፈልጡ? ናይ ኣንበጣ ኣተሓሳስባ ሎሚ ስምዕዎ ዘውልቂ ዓሰርተ ሰለስተ ሰላሳን ሰለስተን ትረኽብዎ ኢኹም። ኣምላኽ ብኣፍ ሙሴ ገይሩሲ ከንኣን ክህበኩም ኢሉ ተዛሪብዎም ናብቲ ዝተዛረቦም ተስፋ ንኽኣትዉሲ ሰለይቲ ተላኢኾም። ካብቶም ሰለይቲ እቶም ዝበዝሑ ዓሰርተ ሰለይቲ ሓንጎሎም ናይ ኣንበጣ ኣተሓሳስባ ኣይመልእዩ ኣታ ሓዙለይባ ሓዙለይባ እታ ጥቅሲ እንታይ ከም ትብል ሓደ ሰብ የንብበለይ ሓደ ሰብ የንብበለይ ዘሁልቁ ዓሰርተ ሰለስተ ሰላሳን ሰለስተን። ኣብኣ ድማ ካብ ንጉዓት ዓሌት ንጉዓት ደቂ ዓናቅ ርኣና ንሕና ኣብ ዓድና ከም ኣንበጣ ኮና ኣብ ኣዒንቶም ከኣ ከምኡ ነበርና። እውይ እዚ ድግዲጊት ተዓጢቅካ ኣምላክ ናብ ዝተዛረበካ ተስፋታትሲ ከምዚ ከኣ ምሕሳብ ይከኣል እዩ እሞ ሓቁ እንድዩ ደኣ ኣምላኽ ክሽገር ሓቁ እዩ ሓቁ እዩ እንታይ ይግበር እንታይ ይግበር ማቶ እዚ እዚ ማሳ ጌርካ ንሓንጎል ሰብ እናፈጋእካ እናፈጋእካ ቅርፂ እናተሓዝካ ከም ብሊኮቲ ክትነድቆ ኣለካ ከም ብሓድሽ ክልተ ነገር ተዛሪቦም ኣብ ኣዒንትና ከም ኣንበጣ ኢና ኣብ ኣዒንቲ ፀላእትና ከዓ እንታይ ኢና ኢሎም ከም ኣንበጣ ኢና እወ ከምኡ ነበርና እወ ክልቲኡ ክልቲኡ መን እተው ኢልዎም ናብ ናይ ፀላኢኦም ዓይኒ መን እቶ ኢልዎ? ጸላኢኻ ብዛዕባኻ እንታይ ከም ዝሓስብ መን ነገ ከመይ ከመይ? ዝሓለፈ ነጊረኩም እየ። ካብ ኣዒንትኻ ወጻኢ ክትርኢ ይከኣል ዶ ኣይከኣልን ኢለ እወ ኢልኩምኒ። ይከኣል እዩ። ኣዒንቲ ልብኻ ምስራሕ ድጅምር በዚ ዒንቲ ኣይኮነን። ብዛዕባ ርእስኻ እንታይ ትፈልጥሲ ብጣዕሚ ሓደገኛ ነገር እዩ። ሰይጣን ንዓና ክርእየና ከሎ ዳግም ጥራይ ተወለድ ምርጫኻ ኣምላኽ ይኹን እምበር ክርስቶስ ይድረ እ ውጽኣት እዩ ድሕዞ ውጽኣት ውጽኣት ተንከስ ኣይብልን እዩ ንሕናኸ ትማሊ ወዲቀ ነይረ ቅድሚ ትማሊ ወዲቀ ነይረ ትማሊ ከይዳ እንድያ ትማሊስ ኣይሓልፍን ድዩ እቲ ዝሓለፈ ከ ዘይሓልፍ እንታይ እንታይ ኢና ኣብ ትማሊ ዲና ተኣሲርና ኦ ብኩነታተይ ኣይርኤካን እዩ ብኩነታትካ ስራሕ ስኢኑ ሰማይ ኩቡር እዩ ድኻም ናይ ሰብ ድጽብጽብ ሰማይ የለን ኣብ ልቢ ኣምላኽ ከምኡ የለን ክርስቶስ ንመን ኢሉ ከፊልዎ ደኣ እቶም ደማብዑርን ደቤላታትን ንምጽራይ ስጋ ይቕድስ ነይሩ ኢልና። እቲ ደም ዝፈስስ ንምንታይ ድዩ? በቃ ተሸፊንልካ ንኽበሃል እኳ እዩ፣ ከይረኣ። የሱስ ሓንሳእን ንሓዋሩን ምስ ተሓደሲ ዝረኣ ኣበሳ ናይ ኣማኒ ኣሎ? ኣሎ። ዝባን ፍቕሪ ብሓንቲ መስዋእቲ ንሓዋሩ ፈጸሞ፣ ኣርባዕተ ነጥቢ። ናብኡ ክኸይድ ኣይደልን እየ፣ እዚ ግን ንኣምላኽ ምፍላጥና፣ ቃሉ ክንፈልጥ ምኽኣልና ንመን ድዩ ድልውጦ? ንኣምላኽ ድዩ ፍልጠቱ ደማዕብል? ንሕና እኳ ኢና ፍልጠትና ንቕይር። ብዛዕባ መን ፍልጠትና ንቕይር? ብዛዕባ ኣምላኽ ጥራይ እኮ ኣይኮነን፣ ብዛዕባ ርእስና ዘለና ፍልጠት እኳ ይድዕር። መስትያት ርኢና እናመጻና በቃ ኣነ ዕባራ፣ ኣነ ከምዚ፣ ኣነ ከምቲ ንብል ኣለና። ታሪኽና ንድሕሪት ምልስ ኢልና እናረኣና ብፓስት ስቶሪስ ናይ ቀደም ናይ ባጽዕ ስዕሊ፣ ናይ ጎርጉስም ስእሊ እንዳረኣና ኣብዚ ወዲቕ ኣብዚ ተስየ። ኣንታ ብራዘር! ነቲ ኣባ ኣባ ዝብል መንፈስ ወዱ ናብ ልብና ለኣኾ ምስ በለ፣ እቲ ኣባኻ ዝነብር ዘሎ ክርስቶስ እዩ። መንፈስ ቅዱስ መንፈስ ወዱ ኣባኻ ክህሉ እዩ ገይሩ ዳግም ክትውለድ ከለኻ። ን መንፈስ ቅዱስ ድማ ንበይኑ ኣይነ ንዘለኣለም ምሳኻትኩም ይነብር። መንፈስ ቅዱስ ኣብኡ ዝነብር ሰብሲ ንርእሱ ከም ኣንበጣ ዝርኣ እንተኾይኑስ ካብዚ ንላዕሊ እንታይ ደእው እንታይ እንታይ ከነልቅስ ደይገብረና ነገር ኣሎ። ኣምላኽ ናብ ዝተዛረበካ ተስፋ ባዕሉ ንዝሓሰቦ ባዕሉ ንዝኣወጆ ነገር ንኽትኣትዎስ ኣነ ኣንበጣየ ኣብ ኣዒንቲ እቶም ጸላእተይ ከኣ ኣንበጣ'የ ኢሉ። እዚ ደኣ'ሞ ሓንጎል'ዩ ኣንበጣ ተቐይሩ ዘሎ። ስምዑ ብሩኻት፣ ሰብ ምስ ብዘሎ ክብረቱ ከምዚ ዝጠፍኡ እንስሳ መሰለ'ኳ እዩ ድብል መጽሓፍ ቅዱስ። ኩሉ ብእንስሳ እዩ ድግለጽ። ኣምላኽ የብሉን። በቃ በሊዕካ ደቂስካ ምማት እያ። ናይ እንስሳ ህይወት እዩ እዚ። ናይ ሰብ ኣይኮነን። በሊዕካ ደቂስካ ወሊድካ ምማት ናይ እንስሳ እዩ። ኩሎም ሃገራት ከኣ ብእንስሳ እዮም ድዛረቡ። ኣባና ገመል ይበሃል፣ ኣብ ገለ ጎብዮ ይበሃል፣ ኣብ ገለ ኣሜሪካ ብሩኻት ንዝር ይብሉ ወይ ጉድ ወይ ጉድ ወይ ጉድ ደቂ ክመርፁ ከለዉ ሲ እማ ምርጫኻ እኮ እዩ ኣነ ግመል ምረፁ ኣይበልኩ ወላ ኣድጊ ምረፁ ይበልኩ ወላ ወላ ኣድጎብየ ምረፁ ኣይበልኩ ኣይበልኩን ም- እዋ፣ የሱስ እኮ ናይ ይሁዳ ኣንበሳ እዩ ድግለፅ ስለዚ ንዓኻ ክርኢ ከሎስ ኣንበሳ እዩ ድርኢ እንታ ኮንካ ኢኻ ኣንበጣ ትሓስብ ውሽጡ ኣንበሳ ሓንጎሉ ኣንበጣ ንምንታይ ኢና ንኾን ዘለና ኣብቲ ሪል መንነትና ንሞት ዝሰዓረ ጎይታ ደሎ ኣብቲ ንነብሮ ናብራ ካብ ኣንበጣ ዋ ኣንበጣ ውን ተጋግዮም እዮም እዚኦም ተ- ተጋግዮም እዮም ኣንበጣ ውን ተጋግዮም እዮም እዚኦም ኣንበጣ ኣይኮነን ኣብ ሓንጎሎም ደሎ ኣንበጣ ኣብ ጽቡቕ ነገር ተጠቒሱ እዩ ኣብ መጽሓፍ ቅዱስ ኣበያ ደላ እዛ ምሳሌ እ፣ ሰላሳ ዕስራን ሸውዓተን ዘላ ኣንበጣ ንጉስ የብሉን ግናኸ በገባብ ሓቢሩ ይጓዓዝ ኢሉ እንታይ ኮይኖም በገባብ ሓቢሮም ዶ ይጓዓዙ ንኺድ ንውረስ እናበሉ እቶም ክልተሲ ሰጥ ኢሎም ዶ ይስዕብዋ? የብሎምን። ኣተሓሳስባኻ እዩ ባርያ ገይርካ ዘሎ። ኣተሓሳስባኻ እዩ ኣንበጣ ገይርካ ዘሎ። ኣተሓሳስባኺ እዩ እንስሳ ገይርኪ ዘሎ። እምቢ እዩ ዝበሃል። ጽቡቕ ኣተሓሳስባ ኣሎ ኣሎ። የሱስ ስዒሩ ስለ ዝኾነ። ሰብ ኢለኩም ኣብ ኣእምርኡ እንተ ተሳዒሩ ብፍላይ መንፈሳዊ ከምዚ ዓይነት ኪሳራ የለን። ከምዚ ዓይነት ኪሳራ ክንደይ ኣማኒ እዩ ተደቂሱ ዘሎ ብሰበኽቲ ተደቂሱ በቲ ናቱ ምርዳእ ተደቂሱ ብሕልንኡ ተደቂሱ ሕልናውን ሕልናናውን ከም ቅኑዕ እንዲና ንሓስቦ ሓምሊ ዝበልዕ ሕልና ኣሎ ስጋ ዝበልዕ ሕልና ኣሎ እንተኢሉሲ እንታይ ኢኹም ትመርጹ ሓምሊ ሓምሊ ትመርጹ ስጋ ንጎይታ ኢለ ክጸውም እየ ዋ ከብድኻ ወጽዓዮ ታይ ጸገም ኣሎ ሓምሊ ክበልዕ ብላዕ ሓምሊ ጀርዲን ኮስኩስ ታይ ጸገም ኣሎ ሓኸሎ ክበልዕ እንታይ መሲልኩም? ሕልናና ብመጠን እቲ ናይ ቃል ኣምላኽ ብርሃን ዝረኸብናዮ። ሕልና ኣብ ነፍሲ እዩ ደሎ ኣብ መንፈስና ኣይኮነን ደሎ ኣብ ነፍሲ እዩ ደሎ። ሕልንኦም ንሓድሕዱ እናተኻሰሰ ዝብሎም እኮ ነቶም ዘይኣመንቱ እኮ እዩ። ዘይኣማን እውን ሕልና ኣለዎም። ሕጂ ካብ ማንም ንላዕሊ እቲ ኣዝዩ እናኾነነና ኣብ ሓንጎልና ካብ እምበጣ ንላዕሊ ዘሳቅየና ዘሎ ናይ ኩነኔ ሜንታሊቲ እዩ ኣብዚ ተሳዒርና ኣለና ንርእስና ብምኹናን ደይትእውጁ ብዛዕባ ርእስኹም ፓብሊክሊ ኣነ ኣፖስትል እየ ሃሌሉያ ኣነ ናይ እግዚኣብሔር ሰብ እየ እወ ኣነ ነቢ እየ እወ ኣነ ወንጌላዊ እየ ኣነ እወ ሃብታም እየ ይበሃል እዩ ፓብሊክሊ እየ ከኣ ድብሎ እንታይ ተሓቢኤ ድብሎ የድምጽ እንዴ ደለኹ ይመርፅ እንድየ ዘለኹ ምርጫ እዩ ኣብ ምርጫ እንተተጨቁነ ካብዚ ንላዕሊ ጭቆና እንታይ ኣሎ ኣብ ምርጫኻ እንተተጨቁንካ በቃ እሱ እንዲ ኖ ኖ ኣይ ቹዝ ጋድ እንዲ ኣምላኽ ኢለ መሪፀ የብለይን ድበሃል ኣይሞልቀንን እዩ የለን ከምኡ ዝበሃል ነገር እዩ ስለዚ ኣተሓሳ ኣንሕና ኣብ ዒንቶም ከመንበጣ ኣብ ዒንትና እውን ከማንበጣ ኮና ኢሎም ዋይ እስራኤላውያን መዓረይ እንታይ ይግበር እሞ ኣምላኽ ኣብ ምድረ በዳ ተወድኡ እኳ ይብል ኣምላኽ ድማ ቀዘፎም ይብል ብዛዕባ እታ ምድሪ ኹፉእ ነገር ኣውረዩ ይብል ኣተሓሳስባኻ የሱስ ተዓዊቱ ከሎ ብድኽነት ክትመውት ትኽእል ኢኻ ብሕማም ክትመውት ትኽእል ኢኻ ዋላ ሓንቲ እንታይ እሞ የሱስ ንሕማምና ጼርዎ ኢሉ ምሽዶ ኣነ ግን ገለመለ እንታይ ገለመለ ትብል ኣለካ ንሓጢኣትና ጼርዎ ምስ በለ ከምቲ ከምቲ ንሕማም ዓዲልና እዩ ክብሉ ድደልዩ ገሊኦም ድፍር ድበሉ ሰባት ሓጢኣት ደኣ ዓዲልና ደይ ንብል ንሓጢኣትና ጼርዎ ንሕማምና ጼርዎ እንዲ ሓጢኣት ከኣ ዓዲልና ደይንብል፣ ዝሙት ከኣ ሂብኒ ደይንብል፣ ስርቂ ከኣ ጸግዩኒ ደይንብል ኣይንብልን ኢና። ኣብ መስቀል ምስ ጾሮ ተወዲኡ፣ ሕማምና ከኣ ኣብኡ ተጼሩ እዩ። ሕማም ኣይዕድልን እዩ ጎይታ። ሰናይ ጥራይ እዩ። ኣይነካፍኣዮ፣ ሽሙ ኣይነኽፍእ። እቶም ዘፍቅሮም ሰባት ከማን ሕያዋት ጥራይ እዮም። ኣነ ድፈልጦም ሰባት። ክፍኣት ኣይረኣኹሎም ክጋገዩ ይክእሉን እዮም ኣይኮነን እቲ ቀንዲ ነገሮም ግን ሰናይ ሰባት እዮም ኣለኹም ዶ ብሩኻት ኣይኮነን ዶ ኣምላኽ ንስኻትኩም ክፉኣት ከነስኹም ስጉርፎኦ ምሉእ ክፍኣት ሒዝኩምሲ ንደቅኹም ጽቡቕ ህያብ ምዕዳል ክኢልኩምሲ ሰማይን ምድርን ዝፈጠረ ጎይታስ ሕማም ይዕድል ኣሎ ነውሪ ውጉዝ ብስም የሱስ ከምኡ ዝበሃል ነገር የለን ሕማም ኣይዕድል ድኽነት ኣይዕድል ሰባት ኣብቲ ዘለውዎ ውድቀት ዝነብርሉ ዘለዉ ምኽንያት ብርሃን ስለ ዘይመረጹ እዩ። መሪሕነት ኣይምልከተንን እዩ ድብል ሰብ ኢለ ኣዒንቲ ከለዎ ንርእሱ ዓይነ ስዉር እየ ኢሉ ዘእመና ሰብ እዩ። ተጠቐመሉ ብዓይንኻ ክብሎ ከለኹሲ ውይ ፈቓዱ ኣይኮነን ደሓን ዋላ ሓንቲ ዓይኒ እኮ ከም ባሊቃ እዩ ስጋ እንድዩ ንሓመዱ እንድዩ ንሓመዱ እዩ ትተርፍ ኣለኻ ንድሕሪት ብዑረት። ናይ ኣንበጣ ኣተሓሳስባ በሪህልኩም ተስፋ እገብር። ኣነ ክሰብኽ ኣይኮነን ድሌተይ ፍልጠት ከማቅለኩም እዩ ድሌተይ ግና እዚ ብለሲንግ እዚ በረከት ብስፍሓት ኣባ ኣብቲ ልብኹምን ኣብቲ መሕሰቢኹም ኣብቲ ኣብቲ ናይ እምነት መሰረትኩምን ሲ ዕልቅልቅ ከብሎ እየ ድደሊ Don't ever Don't ever ንርእስኹም ኣንኢስኩም ኣይትርኣይዋ ንርእስኻ ከም ኣንበጣ እንተሪኢኻያ ድኣ እንታይ ግንቢ ክትሰርሕ ስኻ ግንቢ ትሰርሕ ገዛ ከመይ ጌርካ ትሰርሕ ኣንበጣ ዶ ገዛ ስርሒ ዋላ ሓንቲ ከንቱ ሂወት ከንቱ ሞት ይበሃል ዒስራ ኪሳራ ካልኣይ ኣተሓሳስባ ንኺድ ናይ ባርያ ኣተሓሳስባ እዩ ድበሃል እንታይ ኢለ ገላትያ ራብዓይ ምዕራፍ እንታይ ይብል ገላትያ ራብዓይ ምዕራፍ ጥቕሲ ሓደ ኣነ ግና እብል ኣለኹ ወራሲ ብዘመን ቁልዕነቱ ከሎ ጎይታ ኩሉ ክነሱ ክሳዕ እቲ ኣቡኡ ዝመደበሉ ግዜ ትሕቲ ሰብ ሕድርን መገብትን እዩ እምበር ንሱን ባርያን በበይኑ የብሎምን ንሱን ባርያን ፍልልይ የብሎምን ኢሉ። ምድሪ ተንቀጥቅጥ ኢሉ ሰሎሞን ከኣ ተዛሪቡ ኣሎ። እ በርባዕተ ነገር ብፍላይ ድማ በት ሓንቲ ካብተን ዝጠቕሳ ባርያ እንተ ነገሰ እዩ ድብል። ኤህ ኤህ ኣነ እኮ ይሓስቦ ምሽ ኣንታ ምንታይ ኢና ኔርና እኳ እዩ ድብል። ኣበይ ኢና ባርያስ ይነግስ እዩ እወ ይነግስ ምድሪ ከ ተንፈጥፍጥ ኢሉ ኣነ ተንፈጥፍጥ ኣይኮንኩን ተንቀጥቀ ኖኖ ኖኖ ዓሶ ይሕዛ እምበር ዓሶ ምድሪ ዓሶ ይሕዛ ኣምፑላንስ መፅያ ኢመርጀንሲ ትወስዳ እንፍዥን ተተኺሉላ ሽዱሽተ ወርሒ ትድቅስ እምበር ባርያ ይነግስ እወ ኣይ እንታይ ማለት ድዩ እሱር ኣተሓሳስባ ይቕሬታ ኣብቲ ናይ ኣንበጣ ኣተሓሳስባ ኣብቲ ናይ ኣንበጣ ኣተሓሳስባ ኣይንኽእልን ኢና ዝብል ሓሳብ እዩ ኣለኹም ዶ ምሳይ? ኣምላኽ ዘለዎ ሰብሲ ኣይክእልን እየ ግምቢ ምስራሕ ትኽእል እንታይ ኮንካ ዘይትኽእል ሲስተም እኳ እዩ ዘሎ ኣብ ምድሪ ተቀሚጥካ ካንዲ ምጽብጻብ እሞ መደብ ክንዲ ምግባርሲ ኣይክእልን እየ ኢልካ ተዓጊትካ ክትተርፍ ክትወርሳ ትኽእል ኢኻ ኢሉ ኣምላኽ ከም ትኽእል ሓሲቡ ዓቅሚ ሂቡ እንድዩ ነቲ ኣጀንድኡ ኣበጊስዎ ንሙሴ ዶ ኣምጺኦሞ እዮም ንሳቶም ኣምላኽ እንድዩ ተንሲእዎ ባሕሪ ኤርትራ ዶ መቂሎም እዮም ኣምላኽ እንድዩ መቂልዎ ተኣምራት ሪኢና ኣብዚ በጺሕናሲ ግን ብገዛ ምስራሕ ኣይክእልን እየ ናተይ በረከት ግን ሕጂ የለ ኣንታ ኒኩሉ ሰብ ግዜን ዕድልን ይሞጾ ኢሉ ገንዘብ በፍንጫካ ክረክበካ እዩ እቲ ዕድል በፍንጫካ ክረክበካ እዩ ክረክበኩም እዩ እዚ ሕጂ በጺሕናዮ ዘለና ዶ ኣጥሪና ድበጻሕናዮ ድዩ ብሩካት እዞም ኩሎም ኣብ ምድሪ ሃብቲሞም ደለዉ ሰባት ሲ ካብ ማህጸን ድዮም ነቲ ገንዘብ ሕሒዞሞ መጺኦም ካብ ብኣምብሊካል ኮርድ እዩ ተዓዲሎም ብሩኻት። ኢድካ ንተንብረሉ ዘበለ ክባርኽ እየ ድበለ ጎይታሲ ኢድና እንድሕር ከምዚ ኣሲርናዮ ኮፍ ኢልና በየን ጌሩ ይባርኸና ኣንብረሉ ኢድካ እንተበለኸ ጸልየሉ ማለት ዲኹም ትትርጉምዋ ኖ ኖ ተቀሚጥካ ኢኻ እኮ ትሓሰብ ፕላን ትገብር እዚኣ ጉዳይ እዚኣ ኣምላኽ መዓርን ጸባን ናብ ተውሕዝ ምድሪ ከእትወኩም እየ ምስ በሎምሲ መዓር ኣይውሕዝ ጸባ ኣይውሕዝ እንዳስታላ ክኸፍት እየ ኢሎም ክሓስቡ ኣለዎም እንዳ ንህቢ ክርብሔ ኢሎም ክሓስቡ ኣለዎም ሽዑ ኢድካ እንዳ ንህቢ ተንብረሉ ዶ የለኻን። መዓር ትሸይጥ ገንዘብ ብገንዘብ ትኸውን በቃ ሽዑ እንታይ ክገብሮ ትብል እንታይ ክገብሮ ዋላ ሓንቲ ትገብሮ ነገር የለን ዕላማ እንተ ደይነይርካ እንዳ ምሕሻሽ ክትከይድ ኢኻ ገንዘብ ከይተዳለኻ እንተረኺቡካ ፍሉጥ ናበይ ደኣ ኖን መንእሰይ ቆልዓ ኣረጊ ሰብኣዩ እንዳ ምሕሻሽ ድኸይድ እዞም ዓበይቲ ኣሜሪካውያን ክሞቱ ድቆረቡ ካዚኖ እዮም ድውዕሉ በቃ ኣለዎም ገንዘብ ጠርጠርጠርጠርጠር ከብሉ ውዕሉ ቁማር ፃወት ውዕሉ ማለት እዩ የለን እያ ዕላማ ታይ ኣሎ እቲ ገንዘብ ዘለዎ ሰብ እኮ ሕጂ ንመን ይደሊ ኣሎ መስለኩም መን ኣሎ እሙን ሰብ ኣብ ከናፍሩ ፀጋ ዘለዎ ሰብ ፈታዊኡ ንጉስ እዩ ኢሉ ንእሙን ሰብ መን ይረኽቦ ብዛዕባ ደግነቱም ዘውርዩ ብዙሓት እዮም ግና እቲ ዝድለ ደሎ ሰብ ንሱ እዩ መን እዩ ቪዥነር እኳ እዩ ንዮሴፍ ዝደልይሉ ምኽንያት እኮ እህ ዘድልዮ ኳሊቲ ስለ ዘለዎ እኳ እዩ እወ ክብሪ ንየሱስ ይኹን የሱስ ደለዎ ሰብሲ ኳሊቲ የብለይን እንተይሉስ ከልቅሰሉ እዩ ዋላ ሓንቲ ዝግበር የለን በቃ መልቀስ ጥራይ እዩ ኤህ ባርያ እንተነገሰ ይብል ኣይ መጽሓፍ ቅዱስ እዋይ ሕራይ ውሉድሲ ብዘበን ቁልዕነቱ ንሱን ባርያን ፍልል የብሉን እንታይ ማለት ድዩ ባርያ ሓሲቡ ሓሲቡ ሓሲቡ እንተሓሰበሲ ዝተኸደንዎ ክዳን ይበጽሓኒ ኸውን ምናልባሽ ክኣርግ ከለኹ ነዛ ሰራሕተኛ ዝጎይታ ይበኒ ኸውን በቃ ን ማለትሲ ሰበይተይ ይበኒ ይገብረለይ ይኸውን ምንም ነፃነት ዘይብሉ ሰብ ማለት እኳ እዩ ንክሓስብሲ ነፃ ዘይኮነ ሰብ ማለት እኳ እሱር ሜንታሊቲ ዋ ይርሃኹም ብሩኻት ፕሊዝ ፕሊዝ ፕሊዝ ፅቡቕ ኣድንቑ ፅቡቕ ፍተዉ ፅቡቕ ድለዩ ፅቡቕ ርኣዩ ፅቡቕ ስምዑ እቲ ባርያ ኣብ ሓደ እንዳ እንዳ ነገስታት ዝቕመጥ ባርያሲ ነቲ ምግቢ ኣይርኦ፣ ነቲ ሰድያ ኮፍ ኣይብሎ፣ ነቲ መደቀሲ ይድቁሰሉ፣ ሸኾርተት ክብል ይውዕል። በዝን በዝን ተገዚኤ ከኣ ኢኻ ትብል። በዝን በዝን ጎይታ ባርያ ኣይደልን እዩ። ብሩኻት ኣይደልን እዩ። የሱስ ሓርነት ክንወጽእ ኢሉሲ ነቲ ናትና ማእሰርቲ በናጢሱ ወዲእዎ። ሃሌሉያ! ሓራየ ብምባልካ እዩ ዝጅምር። መንፈስ ባርነት ኣይተቐበልኩን ብምባል ከኣ እዩ ዝጅምር። ሃሌሉያ!
ኣይተቐበልኩን። እወ፣ ናይ ሰብ ባርያ ክትከውን ኣይደሊ፣ ናይ ገንዘብ ባርያ ክትከውን ኣይደሊ፣ ናይ ፓስተር ባርያ ክትከውን ኣይደሊ፣ ናይ ቤተክርስቲያን ባርያ ክኸውን ኣይደሊ፣ ነጻነትካ ከተስተማቕሮ እዩ ዝደሊ። የሱስ ሓራ ኣውጺእና እዩ፣ ብትን! ናይ ባርያ ኣተሓሳስባ እቶም ክልተ ኣሕዋት እቲ ንእሽተ ኣቦ ኢሉ ብጽሒተይ ሃበኒ፣ ባርያ ኣይኮነን ሃበኒ እዩ ድብል፣ እቲኸ በዝን በዝን ተገዚኤካ። ድሓር ኣቡኡ እንታይ ይብሎ እዚ ናተይ ኩሉ እኮ ናትካ እዩ እንታይ ደጉሂ ኣለካ ሸቦሮ ኣይትፍጠር እንዶ ጠፊኡ ነይሩ መጺኡ ኣሎ እዚ ገንዘብካ ዝወደኣ ይብል ገንዘበይ ወዲእዎ እንታይ ኣእቲካ ኣይመለሰሉን ኣነ ተዝኮንሲ ገንዘብካ ድዩ መወዲኡ ገንዘበይ እንድዩ እንታይ ደሕምም ኣለካ ናይ ባርያ ሓንጎል እኳ እዩ ኣብ ዘይሕሞ ቦታ ዝኣቱ ክንደይ ባሮት እዮም ክንደይ ባሮት እዮም ከክንዲ እቲ ዝሕለቁ ንጎይታ ድሓልይሉ ብዙሓት እዮም እዚ እዚ ናይ ኣንበጣ ሓንጎል እንድሕር ይለቅቅ ኣሎ ሕጉስ እየ ናይ ባርያ ከኣ እንድሕር ተልቅቅዎ ኣለኹም ሕጉስ እየ። Jesus name ሃሌሉያ። ብምሕዳስ ሓሳብኩም ተለወጡ ኢምበር ክልውጠኩም እየ ዝብል የለን የሱስ ንናይ ማንም ሰብ ሓንጎል ኣይልውጥን እዩ ሓንጎልካ ዝልወጥ እዛ ዝገበርኩማ እያ ምርጫኻ ሒዝካ ኣነ ፍልጠት ምርጫ እዩ ብርሃን ምርጫ ትመጽእ ኮፍ ትብል ትማር ትሰምዖ ነቲ ቃል ወጺኻ ኣለኻ ሕሰብዎ ኩሉ ግዜ ነዚ ኡሱር ሓንጎል ናይ ሓደ ሓሻሺ ውላድ ምምላስ ልብቦ ደይብሉ ኣተሓሳስባታት ብምሉኡ ናይ ባርያ ሓንጎል እኳ እዩ ከምዚ ገይረ ከምዚ ገይረ ኢሉ ውሉድ ከሎ ከምዚ ገይረ ከምዚ ገይረ ዋእ ኮፍ ኢልካ በግዕ ሂብካኒ ትፈልጥ ሓንቲ ጤል ሰዲድካለ ኣንታ ባዕልኻ ኣዚዝካ ኣብ ዝንበረሉ ሂወት ሲ በቃ ኣቦይ ቁሊሕ ቁሊሕ ትብሎ ነቦኻ ሽዑ ጤል ኣዚዘልካ ኣለኹ ክብለካ እዋ ብዕራይ ደይተውድቅ መን ምከልከለካ ነይሩ እዚ ኩሉ ናተይ ናትካ እዩ እዩ ሕጂ ናይ ኣየሱስ ዘበለ ኩሉ ናትና ምዃኑ ዘይንገረና እንተኾይኑ ዝባን ፍቅሪ ስምዑና ስምዑኒ ኤቭሪቲንግ ኣምላኽ ዘለዎ ኣይቆጠቦን እቲ ዝሞተ እቲ ዝጠፍአ እቲ ዝተበደለ እቲ ብምርጭኡ ኣብ ጌጋ ዝዓለበ ብዘይ ፕላን ዝኸደ ገንዘቡ ወዲኡ ሓሰማታት ዝበልዕዎ ቋርፍ ሃረር ድብል ነበረ። ብጀካ ሙማት ካልእ ዝተረፎ ደይነበረ እንተተመልሰስ ሽግር ድፈጥረሉ ሰብ ተኾንካ ኣተሓሳስባኻ ናይ ባርያ እዩ። ዋላ ሓንቲ። ብፍቕሪ እየ ድብሎ ደለኹ። ብኣኽብሮት እየ ድብሎ ደለኹ። ጽቡቕ ናይዚ የሱስ እኮ ንሓጥእ ስለ ዘፍቀረ እዩ መጺኡ። ንርእስና ኮኒንናስ ንሓጥኣን ኮኒንናስ ኣየዋጽኣናን። የሱስ ንሓጥኣን ዘጽድቕ ጎይታ እዩ ፒርየድ። ናይ ባርያ ሓንጎል እዩ ኩነኔ ብመሰረቱ። ጽቡቕ ክሓስብ ከተንፍስ ዘይክእል ሓንጎል ባርያ እዩ። ብኸምዚ ዝተነድቀ ሓደ ሰብሲ ንጉስ ጌርካዮ እዝግዮ መሓረነ ኢኻ ትብል ሽዑ ባቃ እዚ እንተነጊሱ ተወዲእና ተወዲእና። ዋላ ሓንቲ ዋላ ሓንቲ ዘካፍኦ መራሒ የብለይን ምክንያቱ ተስፋ ሃገር ዝርኢ ሰብየ እምበር እፈልጥ ኣለኹ እፈልጥ ኣለኹ መሪሕነት ቀሊል ዘይምዃኑ እፈልጥ ኣለኹ ኣቐዲምካ ክህነፅ ዝግብኦ ኣተሓሳስባ ኣይተሃንፀን ንገንዘብ ኢልካ መራሒ ኣይክወንን እዩ ንሽም ኢልካ መራሒ ኣይክወንን እዩ ወዲቕካ ኢኻ ትተርፍ ናይ ባርያ ሓንጎል እያ ወንበር ናይ ባርያ ሓንጎል እዩ ካህንኤሊ ምሽ ኣብቲ ቤተ መቅደስ ኣብቲ ኣፍ ደገ ኮፍ ኢሉ ነበረ ይድብለና እሞ ኮፍ ኢሉ ዶ ወጺዋ ተሴሩሉ ነቲ ወንበር ክሳዱ ብቲ ወንበር እዩ ተሴሩ ወንበር ክትሰብሮ ኣለካ እምበር እንተዘይሰርካዮ ክሳድካ ክሰብረካ እዩ ይቕሬታ ይቕሬታ ካብ ኤሊ እየ ድወስዶ ደለኹ ኮፍ ንኽንብል ኣይኮነን ኖኖኖኖ ኣብ ውሽጢ ቅድስተ ቅዱሳን ኣቲና እምበር ምስ ጎይታ ንዛረብ ነቲ ህዝቢ ከኣ መልእኽቲ ነምጽኣሉ ተወዲኣ እንታይ ኣብ ደገ ቤተክርስትያን ሴዲ ሒዝካ ኮፍ ድብል ኣሎ። ኩሉ ሰብ ገለ ገለ ኣቱም ሰባት የሱስ ኩሉ ኮይኑልና እዩ ነቲ ዓቅበት ደይብዎ ነቲ ቁልቁል ወሪድዎ እቲ ዝከበረ ሂወቱ ሂብና ክንገልጾ ብዘይንክእል ጽባቀ ዝተመልኣ ዓወት ሂብና ንሕና እንድሕር ናይ ባርያ ንሓስብ ኮይንናሲ እንታይ እሞ ክገብር እዩ ስለዚ ባርያ ክነግስ ኣይግብኦን እዩ እዩ እቲ ጥቅሲ መን ዳኣ እዩ ክነግስ ደሎ ውሉድ ውሉድ እዩ ክነግስ ደሎ እወ ናይ ኣቦይ ይብል እወ ክጥቀመሉ እየ ይብል እወ ኣምጽእ መዓሲ ይብል እወ እቲ ሓንቲ ሰሓቅ ክውድኣኩም ሓንቲ ሰሓቅ ክውድኣኩም ኣብ የሱስ ምስላ ይዛረብ ነይሩ ብዛዕባ ሞትን ብድሕሪ ሞት ዘሎ ህይወትን ማንም ሰብ ስልደይፈልጥ እሳ ጥራያ ዘላ ሓላል ካልእ የለን ሰብ ምስ ሞተ እንታይ ከም ዝኮውን ዝነገረና የለን ዝንግረና ብሕጂ ውን የለን የሱስ ግን ነጊርና እ ሓደ ሃብታም ነይሩ እ ኣልኣዛር ድማኒ እ ክልቲኦም መይቶም ኣልኣዛር ከይዱ ናብ ሕቁፊ ኣብርሃም እ ድሕሪ ሞት ሕቁፊ ኣብርሃም ድባሃል ኣሎ እወ ኣሎ እወ ኣሎ እ እታ ሃብታም ከዓ ከይዱ እ ናብ ሲኦል ይብል እዋ ኣብ መንጎኦም ከዓ ጋጋ ኣሎ ኢሉ ችዲ በሊ እ እቲ ሃብታም ምስ ሞተ

ቁሩብ ፍሽኽ በሉ ይስለጥኩም ኣስተንፍሱ ኣስተማቅርዎ ተባሪኸ በሉ በቃ በቲ ንእሽተን በቲ ዓብይን መመስገኒ ምዃኑ የድሊ Anyway ክዳን እናቀያየረስ ድሕጎስ ሰብኣይ በቃ መዓልታዊ ይቅይር ሃብታም መይቱ ንኽልቲኦሞ ተኣርኪቦም መይቱ ምስ ሞተሲ ብጣዕሚ እዩ ድገርመኒ ኣብ ሲኦል ኮይኑስ ሕክያ ጀሚሩ ሕክያ ኣብርሃም እብሎ እዚ ብጣዕሚ ማይ ኣምፀለይ ዋ ማይ ኣምፀለይ ኣብርሃም ዘይሰምዓኒ ናላዛር ላኣኮ ዋይ ናላዛር ላኣኮ የተርክሰለይ ዋ እዚ ደኣ እሞ ሓንጎሉ ሒዝዎ መይቱ ገርም ንዛስ ለሚድያ ጀማል ኣብርሃም መይቱሲ ክቕፅሎ ደልዩ ኣብኣ ጠጠው ዝበለ ከይመስለኩም ይሰርሕ ኣሎ ሓንጎሉ ደሓን ካብ ዘይመለስካለይ ኣልኣዛርካ ካብ ዘይሰደድካ ደሓን ኣሕዋት ኣለውኒ ኣብ ምድሪ ሓደ ካብ ምውታት ተኸደ ዋላ ንዓይ ተሰደድካኒ ዋላ ንኣልኣዛር ስደዶ ደሓር ክነግሮም እሞስ ከይመፁ ናባይ ዋእ ኣብ ሲኦል ኮይኑሲ ይሓልኽ ኣሎ ኣታ እንታይ ዓይነ እዚ እንድዩ ናይ ሃብታም ሓንጎል ደኣ ብሩኻት። ኣልኣዛር ከ ኣብ ሕቁፍ ኣብርሃም እሽሩሩ ይበሃል ኣሎ ሩሩሩ እሽሩሩሩሩ ኣይዛረብን እዩ ኣላዛር ኣይዛርብን ዋእ ግርም እያ ትብለኒ ድኽነት ምንቁዝ የብሎ ባርነት ምንቁዝ የብሎ ዋይ ኣሕዋተይ ድግዲጊት ተዓጢካ ተእውየሉ ብዙሕ እዩ ደለና ናይ ጸላኢ ኣተሓሳስባ እንታይ ማለት እዩ ችስት ኢንትሮዳክሽን ጥራይ ትካል እንድሕር ከፊትካ እቲ ናትካ ተወዳዳሪ ወይ ምሳኻ ኮምፒት ድገብር ኣንጻርካ ደሎ ከም ጸላኢ ድሕሰብ እንድሕር ንዕኡ ተርብሖ ኮንካ ኣተሓሳስባኻ ሓንጎልካ ብናይቲ ጸላኢኻ ኣተሓሳስባ ተቃንዩ ኣሎ ማለት እዩ። መልሲ ረኸብኩሞ? በተክርስትያን ኣላ የሱስ ደይበላ ክትገብር እንድሕር ግዜኣ ተጥፍኦ ኮይና ንመን እያ ተገልግሎ ደላ? ነቲ ጸላኢ። ስለዚ ኣተሓሳስባ ናይቲ ጸላኢ እዩ። እንታይ ይግበር እንድሕር ኣተሓሳስባና ሞፍቶ ጸላኢና ጥራይ ንሓስብ እንድሕር ኮይንና ናይ ጸላኢ ኣተሓሳስባ ይበሃል። ቅድሚ ሕጂ ተዛሪበዮ ይኸውን እየ። ክልተ ዓበይቲ ጌጋታት ንገብር ኣለና ከም ቤተክርስትያን ከም ውልቀሰብ። ኣምላኽ ንኣዳም ክፈጥሮ ከሎ ብመልክዑ እዩ ፈጢርዎ። ንሄዋን ድማ ብመልክዑ እዩ ፈጢርዋ። ስለዚ ሰብ መልክዕ ኣምላኽ ኣለዎ። ኣሜን ድዩ? እቲ ስልሕም ተመን ዝዛረብ ካርቱን መጺኡ ድማ እንታይ ኢልዋ? ከም ኣምላኽ ክትኮኑ ኢኹም ኢልዋ። እሳ ከኣ ክትምልሰሉ ይድግባእ ግን ብሓንቲ ሓሶት ክልተ ሮንግ ክልተ ጌጋታት ክትኣምን ገይርዋ። ጸላኢኻ እንታይ እዩ ዝገብር? ሓንቲ ሓሶት ይዛረብ። ሓሶት ማለት ብላዕሊ ሓቂ ብውሽጡ ሓሶት። እወ መርዚ ዓለም ብልጭልጭ ትብል ብደገ ብልጭልጭ ድብል ናይት ክለብ ኢና ምሽ ንፈልጥ ደይ ክለብ የለን ተሓቢእካ ይብሉ ብልጭልጭ ድብል ኣብ ውሽጢ ግን ዘይጥንስኻ ድቂ ዘይ ኣቦና ደን ደይዕብዮ ድቂ ዘይትፈልጦ ሕማም ዘይትፈልጦ ጓሂ ግን ብደገ ብልጭልጭ እዩ ኩሉ ብልጭልጭ ከምኡ እዩ ሓሶት ማለት ስለዚ ሓንቲ ሓሶት ተዛሪብዋ ከም ኣምላኽ ክትኮኑ ኢኹም ብመልክዕ መን ድያ ተፈጢራ ብመልክዕ ኣምላኽ እንታይ ከም ኣምላኽ ምዃን የድልያ ኮይኑ እዩ ኣየድልየንን እውን ክትብል ነይርዋ ምሽዶ ግን ነይርዎ ብኮታት ነይርዎ ብመልክዕ ኣምላኽ ተፈጢራስ ብመን መልክዕ ከም ተፈጥረት ግን ኣይትፈልጥን እያ ስለዚ ነቲ ድንቁርና ጸልማት ማለት እንዲ ድንቁርና ተጠቂሙሉ ከም ኣምላኽ መዓስ ኣብ መጻኢ ኽትኰኑ ኢኹም። ከመይ እንተ ገበርኩም፣ ብዘይ ምእዛዝ እምቢ እንተ በልኩሞሲ፣ ከም ኣምላኽ ክትኰኑ ኢኹም። እንታይ ኢላ ኽትምልስ ነይርዋ እዩ ናተይ ሕቶ። እንታይ ኢላ ኽትምልስ ነይርዋ? ብመን መልክዕ ከም እተፈጠርኩ ኣይትፈልጥን ዲኻ? ኽትምልስ ነይርዋ። እቲ ፍልጠት እንተ ዘይብላ ግን መልሲ የለን። እምበሺ ነቲ ናቱ ሓሶት ኣሚናቶስ እንታይ ኢላ ትኣምን ኣላ? ቀዳማይ ጌጋ፣ ኣነ ከም ኣምላኽ ኣይኮንኩን ኢላ ወይ ድማ ንኣምላኽ ኣይመስልን እየ ኢላ ብመልክዕ ኣምላኽ ኣይተፈ ነቲ ድተፈጥረትሉሲ ኣይተፈጠርኩን ኢላ ትኣምን ኣላ ቀዳማይ ጌጋ እዩዚ ካልኣይ ጌጋ ብሕጂ ገለ ናይ ሃይማኖት ዝርዝራት ጸኒሑ ክሰደለይ ይኸውን እንድዩ ዝሰልሕም ሽዑ እሰን ምስ ኣማላእኩ ግን ከም ኣምላኽ ክኸውን እየ ኢላ ከኣ ጌጋ ትኣምን ኣላ ክልተ ኣእዳው የብልኩምን ኢልኩም እንተ ኣሚንኩምሲ ጥዕና እዩዚ ናይ ጸላኢ ኣተሓሳስባ እዩ። ኣለኩም ዶ ክልተ እዳው? ሕራይ ሓደ ጸላኢ ይመጽእ ኣርባዕተ ኣእዳው ክህበኩም እዩ ኢሉ እዚኣ ጥራይ ይዛረበኩም እንድሕር ንስኹም ገርህታት ከም ሂዋን እዘን ክልተ ዘይትፈልጥወን ኮንኩም ውይ ክልተ እውን የብለይን ኢልኩም እንድሕር ኣሚንኩም ቀዳማይ ጌጋ ሓደ መዓልቲ ከኣ ኣርባዕተ ኣእዳው ክህበኒ ኢልኩም ከኣ እንተ ኣሚንኩም ሞት ናይ ጸሎት ጉጅለ ከፊትኩም ንጸሊ እንተልኩም ካልኣይ ጽላለ ጌጋ እዚ ተሓሳስባ እንታይ ይበሃል መስለኩም ናይ ጸላኢ ኣተሓሳስባ። ኣሸጋሪ ዶ ኣይኮነን ነቲ ዘለካስ የብለይን ኢልካ ክትኣምን እዝግዮ መሓረነ ክርስቶስ ነቲ ዘለካስ የብለይን ኢልካስ ትኣምን የብለይን ኢልካ ምእማንካ እዚ ድንቁርና ከይኣክልሲ ሓደ መዓልቲ ከኣስ ክህልወኒ እዩ ብሕጂ ውይ ኣምላክ ኣርባዕተ ኢድ ኣይህብን እዩ ኣይህብን እዩ ወላ ጸሊካ ወዓል ጸሊካ ንበር ጸሊካ ሙት ኣይበካን እዩ ሰማይ ከድና ውን እንድዒ። ቤተክርስቲያን ክልተ ጌጋ ትገብር ኣላ ነቲ ዘለዋ ነገር የብለይን። ነቲ ዘለዋ ነገር የብለይን ጥራይ ደይኮነስ ሃበኒ ንጸሊ ሃበኒ ሓዝ ንለምኖ ንለምኖ ዋ ብሩኻት ኣይሆብ ትሰምዑኒ ትኾኑ ተስፋ ገብር ኣነ እንታይ ክትምልሰሉ እየ ድደሊ ነይረ ሓደ ግዜ ሸለል ትብልዋ ኢኹም ተስፋ ገብር ግን ኣይግድሸንን እዩ ንዓይ እቲ ቁም ነገር ክሓልፈኩም ስለ ዝደሊ እቲ ስልሕም መፅዩሲ ከም እንስሳ ክትኮኑ ኢኹም እምቢ በልዎ እንተዝብላ እንታይ ምመለሰት ከም እንስሳ ክትኮኑ ኢኹም ተዝብሎም እንታይ ኢኻ ዝበልካ እስከ ድገማ ኣቤሎታ ተሓፂን ኣቤሎ ተሓፂን እስከ ድገማ እስከ ድገማ እያ ክትከውን ደለዋ ከም ኣምላኽ ክትኮን ኢኹም ምስ በላ ግን ዘይምፍላጣ ስለ ተጠቀመ መልሲ ይነበራ ነቲ ሓሶቱ ኢዳ ሂባ። እንታይ ከትምልሰሉ እዩ ነይርዋ መስለኩም ንመን ኣዴኻ ድየ ድመስል እያ ነይራ ጠጠው ምበለት ኣብኣ። ትመስል እያ ኦሬዲ ማይ ጋድ። ከም ኣምላኽ ክኸውን ኣየድልየንን እዩ ንመን ኣዴኻ እየ ድመስል ኣነ ባቃ ርኢኹም ኣብ ሓድሽ ኪዳን ዘለና ብኣዳም ብሔዋን ንዛረብ ኣለና እቲ ብክርስቶስ ዝተገብረ ነገር ብዘይምፍላጥና ምኽንያት ብድንቁርና ተሸፊኑ ጸልማት ይመርሕ ኣሎ። ኣነ እቲ ብክርስቶስ ዝተገብረ ነገር ብምሉኡ ብዘይተረፍ ተቐቢለዮ እየ። በቃ እቲ ይበል እቲ ይበል እቲ ኣይበል እቲ ኣይ- ኣየገድስን እዩ ኣየገድስን እዩ። የሱስ ኣባኻ ይነብር ኣሎ እቲ በቃ ኣባይ የሱስ እዩ ዝነብር ዘሎ። መንፈስ ቅዱስ ማሕደር ኣምላኽ ገይርካይ እንተ ማሕደር ኣምላኽ ኮይነ ንየሱስ ካብ ምውታት ዘተንስኦ ሓይሊ ኣባኻ ኣሎ እንተይሉ እወ ኣሎ እዩ። መንፈስ ዓለም ኣይተቐበልና እንተኢሉ ኣይተቐበልኩን ህ ነቲ ብኸምኡ ካብ ኣምላኽ ዝተዋህበኒ ምእንቲ ክፈልጥሲ ካብ ኣምላኽ ዝኸውን መንፈስ እምበር መንፈስ ዓለም ኣይተቐበልናን ኢሉ። ጳውሎስ እኳ እዩ ከምኡ ድብል በቃ ኣይተቐበልኩን እዩ። ርኢኹም ብሩኻት ብምሕዳስ ሓሳብኩም ተለወጡ ክብለና ከሎሲ እቲ እግዚኣብሄር ንዓና ዝሓሰቦ ኩሉ መቋረጺ ዘይብሉ ጽቡቕሲ ተጠቀምቲ ክንከውን እዩ። እቲ benefits ነፍሰይ ነቲ እግዚኣብሔር ዝገበረልኪ ነገር ኣይትረስዒ ኢሉ ትግርኛ ዝጠቅሶ don't forget his benefits እኳ እዩ ዝብል ነቲ ኣብ ሓደ ጽቡቅ ስራሕ ክትቁጸር ከለካ ሲ ናይ ዓመት ክልተ ወርሒ ዕረፍቲ ኣለካ ናይ ጥንስን ሕርስን ሽዱሽተ ወርሒ ዕረፍቲ ኣለካ እዚ ገንዘብ ኣለካ እዚ ሪታየርመንት ፕሮግራም ኣለካ ገለ መለ ኢሉ ጥቅማ ጥቅሚ ይነግረካ benefits ሰብ ምስ ኣምላኽ ሲ በኔፊት ደይብሉ ጌርና ክንሓስብ ሲ ናይ ሓቂ ክንደይ ናይ ባርያ ትምህርቲ ተማሂርና ኣለና ክንደይ ናይ ኣምበጣ ኣተሓሳስባ ሕራይ ኢልናዮ ክንደይ መፍቶ ጸላኢ ዝኾነ ኣተሓሳስባ ኣጥሪና ኣይ ኖው እዚ ኣጋጣሚ ክመስለኩም ይኽእል እንድዩ ኢት ወዝ ነቨር ኣጋጣሚ ኣይነበረን ማይንድ ኣውት ጽቡቕ ኣተሓሳስባ ማለት ብኣንጻር እዚ እዩ ዘሎ ኣይዛረበሉን እየ ኣነ ከም ክርስቶስ እየ ዝሓስብ ኖን ከም ኣምበጣ ከም ሰብ ከማን ኣይሓስብን እየ ሓሳብ ክርስቶስ ኣለና እዩ ድብል ፒርየድ እታ ካልኣይቲ ኣነ ባርያ ኣይኮንኩን ውሉድ እየ ከም ውሉድ እየ ድመላለስ በቃ ንውሉድ ባጀት ኣለዎ ኣቦ እስኹም ክፉኣት ከነስኹምሲ ንደቅኹም ክንደይ ፕላን ኣለኩም ኢሉ ኣምላኽ ፕላን ደይብሉ ይመስለካ ይመስለክሎ ፕሊስ ክንንስሓሉ ከማን የድልየና እዩ የድልየና እዩ ኣነ ከምኡ ኢለ ኣጽቢበ ንዓኻ ብምርኣየይሲ ምሕረት እደሊ ምባል የድልየና እዩ እዚ መፍቶ ጸላኢ ዝኾነ ኣተሓሳስባታት ንግሆ ንግሆ ምስ መንፈስ ቅዱስ ምስ ቃል ኣምላኽ ምስ ዝምህሩና ኣሕዋት እናተቐርፈ ክወድቕ ኣለዎ የብለይን የብልካን ድብለካ ሰብ ከይትሰምዖ መን ኢሉ ቆልዓ ክውለድ ከሎስ ዘርኢ ኣለዎ ኢለ ተዛሪበ። ጓል ይኹን ወዲ፣ እታ ጓል እንተ ዘይትህሉ እኮ እቲ ዘርኢ እንታይ እንታይ ክንገብሮ? እስኻ ኣይትራባሕን ኢኻ እንተ ኢልና፣ ምልእዋ ንምድሪ ኢሉ እተዛረበ ጎይታ ግን ኩሉ እዳሊ እዩ። ሕጂ ኣብዚ ሕጂ ምሳኻ ምስ ነቃሕካ ሓጢኣት ሓጢኣት ኣዳኺሙ ምለሽ ምስ ኣበለካ ምሳኻ ኣምላኽ ሕጂ ዝምዕብል ጌርካ ኣይትጾሮ። ኖኖኖኖ ቀደም ቅድሜኻ መውጽኢኻ ኣዳልዩ መጀመርያኻ ይፈልጦ ኔሩስ ከይጀመረ ከሎስ መወዲኢካ ይፈልጦ ነይረ ኣምላክ ባዕሉ ግሬት ፕላነር እዩ ናይዚ ኩሉ ንብሎ ዘለና መወዳእታስ ኣቀዲሙ ኣብ መጀመርያ እዩ ድፈልጦ ግምቢ ምስራሕ ፕላን እንተጌርና ኣብ መጀመርያ ኢና ናቲ መወዳእታ ንፈልጦ ክንድዚ እዩ ደለኒ ኣብዚኣ እየ ድበፅሕ በዚ ዕላማ እየ ድሰርሖ ነዚ ኣብ ዙርያይ ደሎ ሕብረተሰብ ብዙሕ መክሰብ ደምፅእ ህንፃ ክሃንፅ እየ ክንብል እዩ ደለና ኣሜን ድዩ ብሩካት።